ሰላም ዝኸበርኩም ተኻታተልቲ ከመይ ጸኒሕኩም ኣብ ዝሓለፈ ናይ ትረኻ መደብና ዝሓየሽ ሸያጣ ኣብዚ ዓለም ትብል መጽሓፍ ታሽዓይ ምዕራፍ ትብኢና ነርና ንሕጂ ከኣ መበል ዓስራይ ምዕራፍ ይቕጽል ሰናይ ምክትታል ምዕራፍ ዓሰርተ ጥቕላል ምልክት ቁጥሪ ሰለስተ ክሳብ ዝዕወት ክቐጽል እየ ኣብ ምብራቓውያን መንእሰያት ኣውዕር ብውስን ኣገባብ ኣብ ሜዳ ይፍተኑ ነፍሲ ወከምኖም ናብ ቀለቤት ኣምፅኦም ብላንሳ ዝዋጎም ፔካዶር ክጥቁዕ ይፍቀደሎም ብድሕሪ ጅግነት ነፍሲ ወከፍ ብዕራይ ብመሰረት ብዝሒ ግዜ ንሱ ድልውነቱ ዘረጋግጾ ይምዘን ወላ እኳ እቲ ስንቂ እንተሃለዉ ብጥንቃቐ ይምዘኑ ካብ ሕጂ ንዳሕር ኣነውን እውን ነፍሲ ወከፍ መዓልቲ ብተመሳሳሊ ብመንገዲ ብህይወት ክፍተን እየ እንተጸኒዐ እንተቐጺለ ንቕድሚት ምግስጋስ እንተቐጺለ ክዕወት እየ ኣነ ክሳብ ዝዕወት ክቐጽል እየ ብስዕረት ናብዛ ዓለም ኣይተዋህብኩን ውድቀት እውን ኣብ ሰራውረይ ኣይሓልፍን እዩ ኣነ ብጓሳይ ክድፋእ ዝጽበ በጊዕ ኣይኮንኩን ኣነ ኣንበሳየ ምስ ኣባጊዕ ምዝራብ ምጓዓዝ ምድቃስ ኣይመርጽን ሕማም ተላባዕ ስለ ዝኾነ ነቶም ዝበኽዩን ዘማሩን ኣይሰምዖምን እየ ምስ ኣባጊዕ ይጽምበሩ መሕረዲ ውድቀት ዕድለይ እውን ኣይከውንን እየ ክሳብ ዝዕወት ክጸንዕ እየ ሽልማት ህይወት ኣብ መወዳእታ ነፍሲ ወከፍ ጉዕዞ እምበር ኣብ ጥቓ መጀመርታ ኣይኮነን። ከምኡውን ኣብ ሸቶይ ንምብጻሕ ክንደይ ስጉምታት ከም ዝደሊ ኣይወሃበኒ እዩ። ውድቀት ገና ኣብ መበል ሽሕ ስጉምቲ ከጋጥመኒ ይኽእል እዩ። ገና ዓወት ድሕሪ ዝቐጽል ብድሆ ኣሎ። ናብ ዓወት ክሳብ ክንደይ ከም ዝቐረብኩ ኣይፈልጥን እየ። ኩሉ ግዜ ካልእ ስጉምቲ ክወስድ እየ። እዚ ፋይዳ ዘይብሉ እንተኾይኑ ካልእ ክወስድ እየ፣ ካልእ ድማ ክወስድ እየ። ሓደ ስጉምቲ ኣብ ሓደ እዋን ብዙሕ ከቢድ ኣይኮነን። ክሳብ ዝዕወት ክቕጽል እየ። ካብ ሕጂ ንደሓር ነብሲ ወከፍ መዓልቲ ዝገብሮ ጻዕሪ ከም ሓንቲ ጽፍዒት ስንቀይ ኣብ ልዕሊ ጽሕዲ ጥራይ ገይረ እየ ክወስዳ። እቲ ቀዳማይ ጽፍዒት ኣብቲ ዕንጨይቲ ስምብራት ከስዕብ ኣይክእልን እዩ፣ እቲ ካልኣይ ወይ ሳልሳይ እውን ከምኡ። ነብሲ ወከፍ ጽፍዒት ንባዕሉ ሸቶ ክኸውን ይኽእል እዩ፣ ሳዕቤን ዘይብሉ ክመስል ይኽእል። እቲ ጽሕዲ ኣብ መወዳእታ ብድምር ንኣሽቱ ህራማት ክወድቕ ይኽእል። ስለዚ ናይ ሎሚ ጻዕሪ ከኣ ተመሳሳሊ እዩ። ምስታ እምባ ተሓጽቦ ነጥብጣብ ዝናብ ይመሳሰል። ነብሪ ዝበልዕ ጻጸ፣ ንምድሪ ዘብርህ ኮኸብ፣ ነቲ ፒራሚድ ዝሃንጽ ባርያ። ንኣሽቱ ፈተነታት ተደጋጊሞም ዝኾነ ውጽኢት ዘየምጽኡ ክመስሉ ይኽእሉ እዮም። ንሓወልተይ በብሓደ ብሕጡብ ክሃንጾ እየ። ክሳብ ዝዕወት ክቕጽል እየ። ስዕረት ፈጺመ ኣብ ግምት ኣየውትን እየ ካብ መዝገበ ቃላተይ ምቁራጽ ኣይከኣልንዩ ኣይከውንዩ ውዝቀት ኣይስራሕንዩ ተስፋ ምቑራጽ ዝብሉ ቃላት ክሓኩም እየ ከምኡውን ቃላት ዓያሹ ስለዝኾኑ ዝብሉ ቃላት እውን ካሓርጋትን ካብ መዝገብ ቃላተይ ከውጾም እየ ተስፋ ምቑራጽ ዝበሃል ሕማም ኣእምሮ እንተረኺብኒ ክፍውሶ ኣበርቲዐ ክጽዕር እየ ኣብ እግሪን ዘሎ ዕንቅፋታት ሸለል ኢለ ዓይነተይ ኣብ ርእሰይ ኣብ ዘለዉ ዕላማታት ከጽንዕ እየ ኣነ ክሳብ ዝዕወት ክቕጽል እየ ነቲ ጥንታዊ ሕጊ ማእከላይ ደረጃ መነባብሮ እዝኩር እየ፣ ንጽቡቐይ ድማ ክቕይሮ እየ። ነብሲ ወከፍ ዘይምሻጥ ኣብ ዝቕጽል ፈተነ ንዓወት ናተይ ከም ዝውስኽ ፈሊጠ ከጸንዕ እየ። ነብሲ ወከፍ ኣይፋል ዝሰምዖ ናብ ድምጺ እወ ከቐርበኒ እዩ። ነብሲ ወከፍ ዝረኽቦ ቀጭ ምባል ንፍሽኽታ ጥራይ ዘዳልወኒ ክመጽእ እዩ ድማ። ነብሲ ወከፍ ዘጋጥመኒ ሕማቕ ዕድል ዘርኢ ናይ ጽባሕ ጽቡቕ ዕድል እዩ። ንመዓልቲ ንምድናቕ ለይቲ ክልወኒ ኣለዎ ሓንሳብ ንኽዕወት ብዙሕ ግዜ ክፈሽል ኣለኒ ክሳብ ዝዕወት ክቕጽል እየ ደጊመ ደጋጊመ ክፍትን እየ ነብሲ ወከፍ ዕንቅፋት ከም ተራ ብድሮ ክቖጽረ እየ እቲ ባሕሪና ናቱ ማዕበል ምስ ከደ ንቕጽዓ ነብሲ ወከፍ ህቦብላ ብምውራድ ብምምሃርን ክጸንዕ ክእለተይ ከመዓብልኒ እየ ክሳብ ዝዕወት ክጸንዕን ክቐጽልን እየ ካብ ሕጂ ንደሓር ካልእ ምስጢር ናይቶም ኣብ ሳሒ ዝበጽሑ ሰባት ክመሃርን ኣብ ግብሪ ከውዕሎን እየ ነፍሲ ወከፍ መዓልቲ ምተዛዘመት ዕውት ድዩ ውድቀት ብዝምልከት ተወሳኺ ሓደ መሸጣ ክበጽሕ ክፍትን እየ ሓሳባተይ ነቲ ዝደኸመ ኣካላቴ ናይ ገዛይ ምስ ኣመልኪቱ ነቲ ናይ ምኻድ ፈተነ ክቃወሞ እዩ ደጊመ ክገብረ እየ ብዓወት ንምዕጻው ሓደ ተወሳኺ ፈተነ ክገብር እየ እዚ እንተዘይሰዓዊቱ ድማ ካልእ ክፍትን እየ። ዝኾነት መዓልቲ ብውድቀት ክትውዳእ ፈጺመ ኣይከፍቅድን እየ። በዚ ድማ ናይ ጽባሕ ዓወት ዘርኢ ተኺለ ኣብ ልዕሊ እቶም ዝተወሰነ ጉልበቶም ዝቋርጹ ዘይስገር ብልጫ ክረክብ እየ። ካልኦት ቃልሶም ምስ ኣቋረጹ ሽዑ ናተይ ክጅምር እዩ። ቀውዐይ ድማ ክመልእ እዩ። ክሳብ ዝዕወት ክቕጽል እየ። ከምኡ ናይ ትማል ዓወት ናብ ናይ ሎሚ ዕግበት ከስሕተኒ ኣይከፍቅድን እየ ምክንያቱ እዚ ዓቢ ናይ ዓለም መሰረት ውድቀት እዩ ፍጻመታት ናይዛ ዝሓለፈት መዓልቲ ጽቡቅ ይኹን ሕማቕ ረሲዐ እዚ ኣብ ህይወተይ ዝበልጽት መዓልቲ ከም ትኾን ብምእማን ነታ ሓዳስ ፀሓይ ሰላም ክብለላ እየ ትንፋሰይ ኣባይ ክሳብ ዝሃሉ ነቲ ዓወት ኣነ ይጸንዕ ንሕጂ ካብቶም ኣትዮም ዝዓብዩ መትከላት ዓወት ፈሊጠ እየ እኹል ግዜ እንተ ጸኒዐ ክዕወት እየ ክጸንዕ እየ ክቕጽል እየ ክዕወት እየ ድማ